ሰላም ሰላም ኤቭሪባዲ ሰላም ዲኹም ከመይ ጸኒሕኹም ከመይ ቀኒኹም ኦ ማይ ጋድ ሰሙን ሙሉእ ህልም ኢለ ድሓቀይ ሰሙን ሙሉእ ጠፊ ኣሕዋተይ መዓረይ ክንናፈቕ ኢልና እንዴና ጠፊእና እንታይ ደኣ ክንደይ ግዜ ምፅእ ምፅእ ምባልሲ ከየማምኑ ከየማንወና ድዩ ዝበሃል ሰላም ዲኹም ከ ከመይ ቀኒኹም ለይ ኣሕዋተይ ኩሉ ፖስተዲ ናፊቐኩም ኣይጠዓመንን ቀኒ ኣሕዋተይ ማዕረይ ብጣዕሚ ሓደ ሓሚመ የቐኒ ተጸሊኒ ቀንዩ ቁርሲ ሓዙ ሰዓልሲ ኢለኩም ኣሎ ክነግረኩም ኣይክእልን እዛ ሰዓልሲ ሰዓል ብጣዕሚ ከቢዳትኒ ቀኒ ኣሕዋተይ ማዕረይ ግን ካብ ዘይከውን ኮይንኒ ግን ነዘን ህማን ሄራይተይ ግን ኣድቨርታይዝ ክገብረን ቀኒ ዋላ ሓሚመ ከይበልኩስ ኣይተረፍኩን ማለት እዩ ኣብ ኢንስተግራም ዘይ ቲክቶክ ገለ ኣክቲቭ እየ ቀንየ ግን ናባኩም ክመጽእ ኣይከኣልኩን ተጸሊእኒ ቀንየ ኣሕዋተይ መዓረይ ሰዓል በቃ ፍርፍር ኣቢላትኒ ዴማርስ መጀመርያ ዴማርስ እያ ሓሚማ ብድሕሪኡ ንዓይ ትራንስፈር ጌራትለይ ኣነ ክገርመኩም ሕማም ይሓምምኒ ዩዥሊ ከምዚ ምሽ ኣለኩም ዓሰርተ ግዜ ዝሓምም ሰብ ገለ ኣይኮንኩን ከምዚ ብፍላይ ሰዓል ገለ ሕማም ኮይኑ ይስምዐኒ ንዓይ ግን እቲ ሓደ ሓደ ግዜ እቲ ነብስካ ደኺሙ ምሽ ዝጸንሕ ሽዑ ዝኾነ ሕማም የጥቅዓካ ዝኾነ ሕማም ቀልጢፉ ክስታ ይገብረካ የድክመካ ማለት እዩ ሕጂ ክሳብ ሕጂ ሕጂ እውን ንእሽተ ተፀሊእኒ ዘሎ ኣያገደፈንን ዘሎ ማለት እዩ ግን ደሓን እዩ ደሓን እየ ክብለኩም ሲ ሓውየ ማለት እየ ሰላም ዲኹም ከ ኩሉ ፖስተ ድዩ ከመይ ተቐንዮም ንፍቕ ኣቢለኩም ቀኒ ኣሕዋት እየ መዓረይ ቡና ይናፍዕኩም ማይ ጠፊእኺ ሄር ሓፍተይ ኢልኩም ኔክን ኣብ ኢንስተግራም ጽሒፍክናለይ ኣብ ቲክቶክ ገለ ከምኡ ከም ዝበልኩክን ኣሕዋተይ ማዓረይ ኩሉ ፖስተ እዩ ትሪኣ ንቀኒ ክንክን ኣብ ቲክቶክ ኣብ ኢንስተግራም ፖስት ከብር ቀኒ እዩ ግን ከም ዝበልኩ እንታይ እዩ ከምኡ እዩ ናይ ዓለም ነገር ኣሕዋተይ ትሓምም ትጥዒ ገለ ትኸውን ገለ ትኸውን ሓቀይ ግን ተስፋ ክትቆርጽ የብልካን ኣሕዋተይ ማዕረይ ክትቅጽል እዩ ዘለካ ሂወት ትቕጽል እያ ማለት እዩ ብዘይገድስ ኩሉ ግዜ መዓረ የለን ኩሉ ግዜ ጽቡቕ ነገር የለን ሓቀይ ነቲ መንጎ ዘካልፈካ መካልፍቲ ክትስዕሮ እዩ ዘለካ ብዓቕሊ ማለት እዩ ስለዚ ኣነ ብጣዕሚ እየ ተጸሊኒ ቀንዩ ሕፅረት ትንፋስ ክገብረለይ ቀንዩ ሕጂ ከማን ከምኡ እዩ ዝገብረለይ ዘሎ ሕፅረት ትንፋስ ኣይ ዶንት ኖው ሕፅረት ትንፋስ ይገብረለይ ቀንዩ ኣብ ልዕሊኡ ትስዓል ተደሪብዎ ገለ ብፍላይ ምሽት ክድቅስ ከለኹ ሕፅረት ትንፋስ ክነግረኩም ኣይክእልን እየ ዶክተር ኣይኮንኩን ኣለኹ ምናልባት ቸክ ክገብር እምበር ሕፅረት ትንፋስ ዓቕለይ ፅብብ ፅብብ ፅብብ ኢለኒ ለይቲ ክድቅስ ከለኹ ኣይ ዶንት ኖው ካብ እንታይ እዩ ባይ ዘ ወይ ካልኣይተይ ኣምፅእ የሕዋተይ ማዓረይ ኩሉ ግዜ በይነይ ቡን እንዳሰተኩ ኢለስ ካልኣይቲ ማሓዛ ትኮነኒ ምፅእ ምክንያቱ ንሰብ ማሓዛ ካብ ምግባር ሎሚ ንባንቡላ ማሓዛ ምግባር ይሓሽ ኣሕዋተይ ማዓረይ ናዓይ ትመስል ፅብቅቲ ኣፍሪቃዊት ሕብሪ ማሓዛ የምፅእ ኣለኩ ሕጂ ትሪኣኣ ዘለክን ክሽኩር ምሽ ዶ ራኣያ እስኪ ራይዋ ንማሰ እንደ ቅሩብ ንማ ሰሌና ቁርብ መሓዚቲ ዳሓድኺ ኣብዚ ኣቡን ገጀም ተብለኒ መሓዛ ረኺበ ኣለኹ ኣሕዋተይ መዓረይ ንሳን ሕብራን ንሳን ሕብራን ፈትየያ እታ ሕብራ እንድያ ደስ ኢላትኒ ኣፍሪቃዊት ቆርበት ገዚኦ ኣለኹ መን ከነውፀላ ሽም ኣሕዋተይ ሽም ኣውፃን ኣለና ኣለና መን ንበላ? ሳምራዊት ዶ ንበላ? ሳምራዊት ንበላ። በቃ ሳምራዊት ኢለ ያለው ሳምሪ ሽኮር ዩ ሉክ ቢዩቲፉል ቱደይ ዩ ዲ ሰይ ዱ ዋና ሰይ ሃይ ቱ ዘም ሳምሪት ዩ ፀጉርኺ ክፅብቕ ቢዩቲፉል ኣፍሪቃዊት ሕብሪ ኣፍሪቃዊት ቆርበት ኤኒወይ ሎማዓንቲ ቡናይ ሒዘ መጽየኩም ከመይ ቀኒኩም ንክብለኩም ኢለየ መጽየ ኣብ ልዕሊኡ ከኣ እንታይ ኣጋጢሙኒ ቀኒ ይሕዋተይ መዓረይ ቡና ምንቕዳሕ ብጣዕሚ ሰንቢድ እየ ቀኒ ኣነ ኣይጸዓኹን ብእውነት ወላ ጥዕና ተበልኩም ኣይጠዓኹን እዚ ኢሞሽናል ናተይ ከዓ ብጣዕሚ ሰንቢደ ኣሕዋት የምዓረይ ሰብ ሃንደበት ይመውት ኣሎ ብእውነት ሰብ ሃንደበት ይመውት ኣሎ ተጠንቀቕ ኣሕዋትየ ማዓረይ ሎማዓንቲ ከማን ብኡን ርእሲ ተክዛረብ ደስ ብለኒ ሓንትሲ ከመይ ዝበለት ጻዕራም ብጣዕሚ ዝፈትዋ ዝነበርኩ መሻጢት ኣሕዋትየ ማዓረይ ዓሪፋ ቅድሚ ሰሙን ዲገለ ኣነ በቃ ምእማኑ ሲኢነ በቃ ምእማኑ ሲኢነ ምሻሎ ሕጂ ከይሓመመት እያ ተወዲኣ ገለ ኢሎማ ምሽ ኣለኩም ኣነ ዳርጋ ናብቲ እንዳ መሻጢት ካብ ዘይከይድ ክንደይ እንደ ገይረ እንዳ መሻጢት ዳርጋ ኣይከይድን እዮም ዝዓዲ ባዕለ እቲ ምሽጦ ትጨውረ ግን ብጣዕሚ እየ ዝፈትዋ ነይረ ኣሕዋት ማረይ ብጣዕሚ እያ ትበቃ ካብተን ዝፈትወን እንዳ መሻጢት ካብተን ዝፈትወን ሰባት ኣብዚ ዓዲ ንስያ ነይራ ቅንዕቲ ብጣዕሚ በቃ ለባም ካብ ኩሉ ንዓይ ደስ ዝብለኒ ነበረ ብዛዕባ ናይታ ሓፍትናሲ ብጣዕሚ እያ ጻዕራም በቃ ምሻሎ ክሓልፈለይ ክትብል ለይትን ቀትርን ድፍእ ክትብል ከም ዘይነበረት ኣብ መጨረሻ ናይ ፈቓድ ኣምላኽ ኮይኑ ከይዳ ማለት እዩ ሕጂ ማለት ኣነ ይሓዝን እየ ማለት ይሕዝነካ እንደ ናይ ዝኾነ ሰብ መይቱ ገለ ክብልካ ከለዉ ናይዚ ሓፍትና ግን ብጣዕሚ ከብደ ይበልዐኒ ኣሕዋት እየ ሃንደበት እየ በቃ ሃንደበት እየ ሓንቲ ሓፍትና ነጊራትኒ ካብ መጠን ንላዕሊ ተሰሚዕኒ እንታይ እስኪ በቃ ንሕና እዚ ደፋእፋእፋእፋእ ሕጂ እንታይ እዩ ዝረኣየኒ እቲ ቀንዲ ናታ ዝረኣየኒ እዚ ደፋእፋእ እዩ ዕስራን ኣርባዕተን ሰዓት ምሽ ከነይቲ ሸሞንተ ትሽዓተ ሰዓት ዝኸውን ጠጠው ኢላ ክትቁንን ክትምሽጥ ክሓልፈለይ ክትብል ምሽ ክነይቲ ከም ዘይነበረት ኣብ መጨረሻ ሪኢኹማ ሕጂ ናይ ኣምላኽ ጉዳይ ኮይኑ ማለት እዩ ሕጂ እንታይ ክብል ኢለ ኣሕዋተይ መዓረይ በዛ ናይ ሓፍትናት ብዙሕ ነገር ተማሂረ ብእውነት ብዙሕ ብዙሕ ብዙሕ ተማሂረ ኣነ እንታይ እዩ ልዕሊ ዓቕምና ዘይምግባር ዝኾነ ነገር ኣሕዋተይ መዓረይ ኣት ዘ ኢንድ ኦፍ ዘ ደይ መዓስ እቲ ናትናሲ ጥዕናና ኩሉ ግዜ ክንሕሉ ኣለና ኣሕዋተይ መዓረይ ኣይዶን ሕጂ ዝሓፍትና ሑደር ሕማም ነይርዋ ኸውን ገለ ድሓን እያ ነይራ ትሰሪሓ ነይራ ብጣዕሚ ፃዕራም እያ ነይራ ክትመውት ኢልካስ ዘይሕሰብ እዩ ብፍፅም ተኣምር በቃ ትፈልጦ ዝነበርካ ሰብ ብጣዕሚ ጻዕራም ዝነበረ ክመውት ኢልካ ዘይትጽበዮ ነበርካ መይቱ ክብልካ ከለውሲ ዋ ፕሮሰስ ንክገብሮ ኣነሲ ብጣዕሚ ናይ ብሓቂ ይብለኩም ኣለኹ ብጣዕሚ በቃ ንክቕበሎሲ ከቢድኒ በቃ ንክቕበሎ ከቢድኒ ኦፍኮርስ ማለት ምሻሎ ፅቡቅ ክስታይ ርክብ ኣይነበረናን ከምዚ መሓዝ ገለ ይኮና ነርና ግን ኖርማል ገለ ኣብኡ ስለ ዝምሽጥ ነበርኩ ንዕልል ገለ ብከምኡ እየ ዝፈልጣ ክንደይ ዓመታት ናብኡ እንዳተመላለስኩ እየ ዝፈልጣ ግን in general ግን ዘይተጸበኻዮ ሰብ ከምዚ ኮይኑ ክብሉኻ ከለዉ ሲ ብጣዕሚ በቃ ሰንቢድ እዮም እሺ ኣለኩም ብጣዕሚ በቃ ነኡምረይ ክሓስብ ክስታይ ገይርኒ ዋእ ንሕና ሲ ሰባት ሲ ስቅ ኢልና ኢና ኣባይለይ በቃ ስቅ ኢልና ኢና ሃለኽለኽለኽ ሕጂ ኣሕዋተይ መዓረይ ሃለኽለኽ ዘይምባል ምሽ ኣለክን ደቂ ኣንስትዮ ኣሕዋተይ ብፍላይ ማለት እዩ ሃለኽለኽ ዘይምባል ኩሉ ግዜ ነብስና ክንርኢ ኣለና ኣሕዋተይ ማዓረይ ቸክ ኣብ ክንገብር ኣለና ኣነ ሕጂ እቲ ኣነ ሕጂ ተጸሊእኒ ቀንዩ ሓቀይ ግን ሕፅረት ትንፋስ ክትንበለይ ቀኒ ከም ዝብለኩም ዘለኹ ማለት እዩ ናይ ዝሓፍትና ከዓ ከምኡ ዝሰማዕክዎ ኢለ እዛ ሰኑይ እሞ ትምፀለይ ኢለ እዛ ሰኑይ ትምፀለይ እሞ ኩሉ ቸክ ክገብር ኢለ ኣነ ሕጂ ቫይታሚን ዲ ፀገም ኣለኒ ኣይረን ፀገም ኣለኒ ገለ መለታት ሕጂ እንታይ እዩ ንሓበሻ ነገርካ እንታይ መሲልኩ ሕዋቴ ማዕረይ ምስ ሞትና ኣብ ኣፍ ደገ ሞት ምስ በፃሕና በቃ ኢና ሕክምና ንኸይድ ሕጂ እንታይ ክብለክ ነ ንኩላትም ከዘኻኽረክ ነዛ ቪድዮ ትሪኣ ዘለኽን ማለት እዩ ከምዚ ምሻሎ ኣባኻ ከይበፅሐካ ናባኻ ከይበጽሐ እቲ ሽግር ናባኻ ከይበጽሐካ ከሎ ኣይትኣምንን ኢኻ ኩሉ ግዜ ኣሕዋተይ መዓረይ ንስኻ ትሓምም ኮይኑ ኣይስምዐካን እዩ እቲ ሕማም ናባኻ ዝመጽእ ኮይኑ ኣይስምዐካን እዩ ዝኾነ ነገር ናባኻ ዝመጽእ ኮይኑ ኣይስምዐካን እዩ ኣነ ግን ሎማዓንቲ ማለት እዩ ጽኔል ክንስምዓ ንሕዋተይ መዓረይ መዘኻኸሪት ክኾነኪ እዚ ሓፍትና ከምኡ ምስ ሰማዕኹ ኣነ ክነግረኩም ብጣዕሚ ሰንቢደ በቃ ብጣዕሚ ተሰሚዕኒ በቃ ብጣዕሚ እቲ ከርተት ክትብሎ ከላ ክሪኣ ከለኩ ምሽግ ለይቲ ንምሳሓ ንምግባ ከማን ዕረፍቲ ዘይነበራ ጻዕራም በቃ ሓፍትያ ነይራትና ኢትዮጵያዊት እያ ብጣዕሚ በቃ ብጣዕሚ ብጣዕሚ ጻዕራም ጻዕራም ጻዕራም ለባም ብጣዕሚ ፈታዊት ሰብ ገሊያ ነይራ ሕጂ ኢለ እንታይ ክሓስብ ገይርኒ ናይ ዝሓፍትና ሞት ክነግረኩም ካባና እያ ትፍለ ዘላ እምበር ካብ ናብ ፅቡቕ ቦታ እንድያ ትኸይድ ዘላ ሓቂ ዘረባ እዚ ዓለም እዚ ካብ ክትነብረሉ ዘይክትነብረሉ እንዲ ዝምረፅ ዝምረፅ ሓደ ሓደ ግዜ ነቲ ዝተርፍ ሰብ እዩ ዘሕዝነካ እምበር እቶም ዝሞቱ ስዳርካ ዕድለኛታት ይኹን ትብሎ እዚ ሕጂ ግዜ እንታይ እቲ ቀንዲ ክዝክር ዝገበረኒ ናይ ዝሓፍትና ሞት ሕጂ ነብሰይ ቸክ ክገብር ሕዋት እዮም ዓረር ነብሰይ ቸክ ክገብር ምክንያቱ ዝሓፍትና ኢሎምኹም ዋላ ሓንቲ ሓመመትን ኣብ ሰሙን እያ ሓሚማ ሞይታ ናይ ሰሙን። ንኹሉ ነብስኽን ቸግብራ ኩላትክን ኣሕዋተይ ነዛ ቪድዮ ትሪኣ ዘለኽን ቸግብራ ኣነ ብነብሰይ ይብለክን ኣለኹ ብነብሰይ ኣነ ምሽ ቫይታሚን ዲ ፀገም ገለ ኣለኒ ዋሓድ ኣለኒ መዓት ገለ መለታት መዓት ፀገም እዩ ዘለኒ ኣሕዋት ኣነ ከም ትሪኒ ዘለኹም ጥዒት መስል እምበር መዓት ፀገም እዩ ዘለኒ ቫይታሚን ዲ ዋሕዲ ፀገም ኣለኒ ናይ ደም ዋሕዲ ፀገም ኣለኒ ማዓት ፀገም እዩ ዘለኒ ኣሕዋተይ ማዓረይ ግን እቲ ናተይ ግን ንእዝጋብሄር ዘመስግኖ ግን እቲ ናተይ ግን ዘሸግር ኣይኮነን እቲ ፀገመይ ቫይታሚን ቫይታሚን እንዲሁ ዋሕዲ እዚ ኣይረን ዋሕዲ ኣለኒ እንዲሁ ዘየቋርፅ ዋሕዲ ናተይ ዘለኒ ኢላተ ነታ ዶክተር በቃ ንዕድሜ ክሙሉ ከኒና እዩ ክትበልዕ ኢላትኒ ቫይታሚን ዲ ዋሕዲ ዘለዎን ኣይረን ዋሕዲ ዘለዎ ሰብን ዕድሜኡ ምሉእ ክኒና ዝበለ ኢላትኒ ዕድሜኹም ምሉእ ኢኹም ከኒና ክትበልዕ ኢላትኒ ምክንያቱ ሓቃ እያ ዕድመይ ሙሉእ ከይና ዝበልዕ ዘለኹ ኣሕዋት የማሃሪ ኣብ ሽዱሽተ ወርሒ ሽዱሽተ ወርሒ ጋር ኣብ ሽዱሽተ ወርሒ ሽዱሽተ ወርሒ እንዳተመላለስኩ እቲ ከኒና ዝበልዖ ዝወስድ ማለት እዩ ልክዕ ከምዚ ናይ ደም በዝሒ ማለት እዩ ምክንያቱ እቲ ቫይታሚን ዲ ክትወልድ ከለካ ኣገዳሲ እዩ ነተን ደቅክን ፀሓየ ኣነስ ማዘሬስ ብጣዕሚ እያ ንፍዕቲ ፀሓየ ህሪማትን እየ ዝብል ኣነ ሕዋተይ ማዓረይ እንታይ እዩ ቫይታሚን ደይ ኣነ ሕጂ ቫይታሚን ደይ ኖርማል ኣይኮነን ብጣዕሚ ሎው ዓሰርተ ሸሞንተ ገለመለ እዩ ከክንዲ ዝኸውን መድሃኒት'የ ዝወስድ፣ ኣብ ሽዱሽተ ወርሒ ሽዱሽተ ወርሒ ከይደ፣ ናይ ወርሒ ኣብ ወርሒ ሓንቲ ግዜ ዝውሰድ ከክንዲ ገለ ዝኸውን መድሃኒታት'የ ዝወስድ። ግን ዋላ ከምኡ እንዳወሰድኩ ናተይ ቫይታሚን ዲ ብጣዕሚ ውሑድ እዩ፣ ሎው እዩ በቃ ሎው። ሕጂ እቲ ቫይታሚን ዲ ጸገም ኣይኮነን ናብ ሽግር ዘምጸልካ፣ እቲ ዋሕዲ ደም ኣይኮነን ናብ ሽግር ዘምጸልካ፣ እንድሕር ብጣዕሚ ውሑድ እንድሕር ኮይኑ እንድሕር ዘይትካታተሎ ኮንካ ኣነ ሕጂ ይሽግወኒ እንዳ እንዳ ዶክተር ምካድ ሓደ ሓደ ግዜ ሓደ ሓደ ግዜ ዓመት ይገብር ኣብ ሽዱሽተ ወርሒ ምስ ወዳኪ እየ ምጽያ ትብለኒ ንሳ ኣነ ግን ኣብ ዓመትን ኣብ ዓመትን ፈረቃትን ይከዳ ምክንያቱ እዚ ሕጂ እንታይ ዘርእየካ ንነብሰይ ፕራዮሪቲ ኣይ ኣይህባን ዘለኹ ንነብሰይ ግን ኣብ ስራሕ ግን ንጎሆ ንጎሆ ለብለብ ይብላ ኣለኹ እዚ ሕጂ ከነስተውዕሎ ዘለና ኣነ ንነብሰይ ምሳኹም ኣእትየ እየ ንነብሰይ ዝዛረብ ዘለኹ ስራሕ ኩሉ ግዜ ስራሕ ኣይንኹን ኣሕዋትየ ማዓረይ ኣነ ሕጂ ይብለኩም ኣለኹ ቀጥ ኣቢለ ጽባሕ ንግሆ ማለት እዩ ኦረዲ ኣፖይንትመንት ገይረ ኣለኹ በዛ ናይ ሓፍትና ኦረዲ ዓቢ ትምህርቲ ወሲደ ኣለኹ ኣሕዋትየ ማዓረይ እሳ ሕጂ ዲግዲግ ትብል መንእሰይ ሰራሕተኛ ጻዕራም እያ ነይራ ከማይ ልክዕ ግን ሞይታ ሰሚዕና ኣሕዋትየ ማዓረይ እዚ ሕጂ ዓቢ ትምህርቲ ዝኾነካ ንዓና እንታይ ገዲፋትልና ከይዳ እዛ ሓፍትና ትምህርቲ ዓቢ ትምህርቲ ኩሉ ግዜ ማለት እዩ ደቂ ኣንስትዮ ኣሕዋተይ ኩሉ ግዜ ዓመት ዓመት ጥዕናኽን ቸክ ክትገብራ ኣለክን ብቀሊሉ ዝተረኸበ ሽግር ከዓ ብቀሊሉ ይፍታሕ ደሓን ኣለኹ እንዳበልካ ትነብሮ ግን ኣብ መጨረሻ ከምዛ ናይ ሓፍትና ግብ ኢኻ ትብል ማለት እዩ ስለዚ ቸክ ግበሩ ወድኹም ጓልኩም ጥዕናኹም ቸክ ግበሩ ፕሊስ ደምኩም ቸክ ግበሩ ደም ዋሕዲ ዋላ ኖርማል ዝመስለና ደም ዋሕዲ ክቀትለካ ክእል እዩ ኣሕዋተይ ማዓረይ ደም ዋሕዲ እንድሕር ኣለካ ልብካ ብስነስርዓት ኣይትሰርሕን እያ እዛ ልብና ደም ትጭንጉዕ ተጭንጉዕ ልብና እያ ተንብረና ሓቀይ ልብና ጠጠው ተይላ ደም የለ ገለ የለ ሓቀይ ዶ ስለዚ ንዓይ ሕጂ ዘሸግረኒ ዘሎ ትንፋስ ሕፅረት ትንፋስ ማለት እዩ ራእይ ሕጂ ትናተይ ሕጽረት ትንፋስ ምስ ካብ ዝገብረለይ ክንደይ ገይረ ኣለኹ መሲሉ ሰለስተ ወርሒ ሕጽረት ትንፋስ ገይረለይ ካባኹም ዝሕባ የለን ሰለስተ ወርሒ ገይር ሕጽራት ትንፋስ ካብ ዝገብረለይ ግን እንዳ ዶክተር ይኸድ ኣይከልኩ ድሓን ክርሓን እየ ምክንያቱ ንምንታይ ለይቲ ምሽ ሕፅረት ትንፋስ ይገብረለይ ሽዑ ንግሆ ኖርማል ይኸውን ሽዑ ኣይ ድሓን እየ ድሓን እየ ገለ ኢለ መሊሰ ሕጂ ረኣይዎ እዚ ናተይ That's why እዚ ቡና ገለ ዋላ ብዙሕ ኣይሰትን እየ ዘሎ ኣሕዋተይ ማዓረ ስለዚ ቸክ ንግበር ክብለክን ኢለ እየ ኩላትና ቸክ ንግበር ወድኩም ጓልኩም ናብ ዶክተርኩም ከይድኩም ቸክ ግበሩ ኣሕዋተይ ጥዕናኩም ተከታተሉ ፕሊስ ጥዕናና ንከታተል እዚ ስራሕ ንግሆ ንግሆ ለብለብ ምባል ናብ ስራሕ ዝዓብሰልና የብሉን ኣሕዋተይ ማዓረይ ምንም ነገር ዝዓሰልና የብሉን ኣነ ሕጂ በዛ ነብሰይ ስሎው ዳውን ክገብር እየ ኩሉ ነገር ስሎው ዳውን ክገብሮ እየ እዚ ዩቱብ ንባዕሉ ስሎው ዳውን ክገብሮ እየ ስሎው ዳውን ካብ ዝገብሮ ብዙሕ ገይረ ኣለኹ ጀሚረ ኣለኹ ዩቱብ ስሎው ዳውን ክገብሮ እየ እዚ ናይ ጨጉሪ ኣድቨርታይዝመንት ስሎው ዳውን ክገብሮ እየ ሓቀይ ኩሉ ሞር ኣብቲ ናተይ ጥዕና ፎከስ ክገብር እየ ሕጂ ሕክምናታተይ ክኸይድ እየ ኣሕዋተይ መዓረይ ኩሉ ቸክ ክገብር እየ ኩሊተይ ድዩ ገለመለይ ድዩ ደመይ ድዩ ውሽጠይ ድዩ ናይ ኣዴታተይ ድዩ ገለመለታት ድዩ እዚ ኩሉ ቸክ ክሳብ ዝገብር ስሎው ዳውን ክገብሮ እዩ ኩሉ ጀሚረ ኣለኹ ስለዚ ንዓኽን ካሕዋተይ መዓረይ ኩሉ ሒዝክንኦ ዘለኽን ስራሕ ደርቢኽን ቸክ ግበራ ኣነ ኣብዚ ኣብዚ ምዕራባውያን ሃገራት ንነብር ሰባት ኣሕዋተይ መዓረይ ኩሉ ትበልዑ ምግቢ ጥዑይ ኣይኮነን ዋላ ዋላ ምሻሎ ሓምሊ ተበሊዕካ ከማኒ ጸገም ኣለዎ ኣሕዋተይ ኣብዚ ኣብዚ ዓዲ ዋላ ጥዑይ ኣነ ሕጂ ጅም ኸይደ ብጣዕሚ እየ ጥዕና ዘለኒ ጥዕና ዘለዎ ናብራ ዝነብር ናተይ ሂወት ጥዕና ዘለዎ እዩ ዝበልዖ ጥዕና ዘለዎ ስፖርት ይኸይድ ገለ ተበልኩም ገለ ይገብር ብጣዕሚ እየ ነብሰይ ዝፈቱ ሓቀይ ከምዚ ጃንክ ወዲ ጃንክ ይበልዕን ግን ይብለኩም ኣለኹ ዋላ እቲ ሓምሊ ኢልና ንበልዖ ፍሩት ኢልና ንበልዖ ጥዕና የብሉን ኣሕዋተይ መዓረይ ስለዚ እንታይ ኢና ክንገብር ዘለና ቸክ ክንገብር ኣለና ሕክምናና ከይድና ቸክ ክንገብር ኣለና ብፍላይ ካብ 28 ዓመት ንንየው ዘለኹም ሰባት ንሕክምና ክተዘውትሩ ኣለኩም ካብ 28 ንንየው ዘሞር እንዳዓበኻ ምስ ከድካ ሕማማት እንዳጥቅዐካ እዩ ዝመፅእ ስለዚ ከምኡ ክብለኩም ይደሊ ኣሕዋተይ መዓረይ ቴክ ኬር ኦፍ ዩር ሰልፍ ቸክ ግበሩ ሎማዓንቲ እዛ ቪድዮ እዚኣ ናትኩም መዘኻኸሪት ቸክ ግበሩ ሕክምና ከድኩም ቸክ ግበሩ ቅድሚ ምሕማምኩም ናብ ዶክተር ከድኩም ቸክ ክገብር ኣለኹ ደመይ ቸክ ክገብር ደልየ ኣለኹ በልዎም ኩሉ ነገር ቸክ ግበሩ ቅድሚ ምሕማምኩም ኣሕዋተይ መዓረይ ሽዑ ሃታ ሃታ ምስ ኮንካ ዲያግኖስ ምስ ኮንካ ሕማም ካብ ገዛኻ ብኬኒናታት ትመልኦም ቅድመ ምሕማም ካብ ዘሎ ነገር ዓመት ዓመት ማለት እዩ ዓመት ዓመት ኩሉ ነገር ደርቢኹም ደራቢኹም ኣይነው ይፈልጥ እየ እንደ ሓክምና ከድካ ቀልጢፎም ኣይሰምዑኻን እዮም ብፍላይ ከይሓመምካ ተኸዲካዮም ሸክ ጥራሕ ክገብረልካ እየ ተልካዮም ነቶም ዝሓመሙ እዮም ሞር ምሻ ኣለዉ ግዜኦም ከጥፍኡ ዝደልዩ ዊች ኢዝ ፌር ሓቀይ ግን እንድሕር ኣብቲ ናይ ፕራይቬት ሕክምና እንድሕር ከድኩም ግን ኣነ ሕጅብ ናይ ፕራይቬት እዚ ከዚ ናይ መንግስቲ እንታይ ኢሎም ክሰምዑኒ ከምዚ ቸክ ክገብር ገለገልካይ ከ ኣይሰምዑኻን እዮም ናይ ፕራይቬት ክዱ ገንዘብ ክፈልዎም ሓቀይ ንነብስኹም ልዕሊ ኩሉ እቲ ገንዘብ ካብ ነብስኹም ሓሊፉ ዋላ ሓንቲ እዚ ፓብሊክ ገንዘብ ከቢርና ገለ ኢልኩም ናብ ፓብሊክ ጨቕቕ ኣይትበሉ ከድኩም ክፈልዎም ነቶም ፕራይቨት ስለዚ ከምኡ ግበሩ ሕዋተይ ቸክ ግበሩ ቸክ ግበሩ ቸክ ግበሩ ቸክ ግበሩ ጥዕናኹም ለኩም ይደሊ በዛ ናይ ሓፍትና ብጣዕሚ ዓቢ ሰንቢደ ኣነ ምስ እምባ ጥራሕ ዘይኮነ ከዓ ብጣዕሚ ዓቢ ኣክሽን ክወስድ ገይራትኒ እያ ትመሃር ኢኻ ካብ ዝኾነ ነገር ስለዚ ንሓፍትና ከዓ ፅዕንዓት ይሃባ ንሓፍትና ቤተሰብ ከዓ ኣሜን ዕሩኽቲ ንኩሎም ፅንዓት ከዓ ይሃብኩም ክብለኩም ይደሊ ብዘይገድስ መንያ ገለ ብዘይገድስ ዘይፈለጠ ሰብ ከይህሉ ምታት ሽማን ብዘይገድስ ምጥቃስ ኣየድልን ኣብዚ ዓዲ እያ ተቕመጥ ነይራ መሻሪት እያ ዝሰምዖ ሰብ ሰሚዑ ኣሎ ንዓ ከዓ መንግስተ ሰማያት የዋርሳ ክብል ይደሊ ማለት እዩ ቴንኪ ሶ ማች ኤቭሪባዲ ሄራ ሓፍቶም ክሳብ ትምለሰኩም ብብሰላሙ ንዓይ ከዓ ምሕረት የውርደለይ ልበይ ክጥዒ የ ናብ ዶክተረይ ክምለስ እየ ኩሉ ቸክ ከብረ ሓድሽ ነገር ተሎ ከዓ ክነግረኩም እየ መፅእ ስለዚ ቴንኪ ኤቭሪባዲ ባይ ባይ ጉድ ናይት